ኣብ ውሽጢ ኣይምሮኻ ኩሉ ግዜ ዝዛረብ ድምፂ ሰሚዕኻ ትፈልጥ ዶ? ብዛዕባ ትማሊ ዝተጋገኻዮ እናዘከረ ዘሳቒ ወይ ድማ ብዛዕባ ፅባሕ ክመፅእ ዝኽእል ፀገም እናሓሰበ ዘጭንቐካ ኤክሃር ቶለ ኣብታ ዘ ፓወር ኦፍ ናው እትብል መፅሓፉም ንስኻ እቲ ዝሓስብ ኣይምሮኻ ይኾንካን ክብል ይገልፅ። መብዛሕትኡ ስቓይና ዝመጽእ ኣብቲ ሕዚ ዘለናሉ ግዜ ዘይኮነስ ኣብቲ ሕሉፍ ወይ ከዓ ኣብቲ መጻኢ ስለ ንነብር እዩ። ሕሉፍ ታሪኽና ነስሓ ይፈጥር፣ መጻኢ ድማ ዓብዪ ጭንቀት ይፈጥረልና። ሓቀኛ ህይወት ግን ኣብቲ ሕዚ ንነብረሉ ህይወት ምስ እንነብር ጥራሕ እዩ። ሰላም ከመይ ጸኒሕኩም ክቡራትን ፍትዋትን ተኸታተልቲ ስድራ እዛ ቻናል ሎሚ ብዛዕባ እቲ ንሚልዮናት ሰባት ካብ ስነ ኣእምሮዊ ባርነት ዘውጸት መጽሓፍ ዘ ፓወር ኦፍ ናው ክንዘራረብ ኢና። እዛ መጽሓፍ እዚኣ ከመይ ጌርካ ካብቲ ዘየቋርጽ ናይ ኣእምሮ ወራር ወጺኻ ሓቀኛ ሰላም ከም እትረክብ እተምህር መንገዲ ዝሓዘት መጽሓፍ እያ። ካብ ሕዚ ወጻኢ ዘሎ ኩሉ ነገር ወይ ዝኽሪ እዩ፣ እንተኾይኑ ድማ ትምኒት እዩ። ምስላዊ ክንጭብጦ ዘይንኽእል እንተኾነ ግን ሓቀኛን ክንጭብጦ እንኽእል ግዘ እንተሃለወ ሕዚ ሎሚ ካብዛ መጽሓፍ እዚኣ ዝረኸብኩዎን ሓሙሽተ ወሰንቲ ትምህርቲ ከካፍለኩም እየ ድልዋት እንተኾንኩም ድማ ነዛ ምድላውና ላይክ ብምጋር ጀምርዋ። ሓደሽቲ እንተኾንኩም ስድራ እዛ ቻናል ተኾንኩም ትጥቀሙ እምበር ኣይትጉዱን። ናብታ ቀዳሚቲ ነጥቢ ከስግረኩም። ናብታ ቀዳመይቲ ሚስጥር ክንሕልፈካ ካብ ኣእምሮኻ ተፈለ ሓደ ግዘ ደው ኢልካ እታ ውሽጢ ኣእምሮኻ ዘሎ ድምፂ ኣስተውዒልካሉ ትፈልጥ ዶ እቲ ድምፂ ኩሉ ግዜ ይዛረበካ እዩ ብዛዕባ ሰባት ይፈርድ ብዛዕባ ትማሊ ይጠዓስ ብዛዕባ ፅባሕ ድማ ይፈርሕ መብዛሕቱ ሰብ እዚ ድምፂ እዚ ናይ ባዕሉ መንነት መሲሉ ይስምዖ ኤካሃር ቶለ ግን ንስኻ እቲ ድምፂ ኣይኮንካን ንስኻ ነቲ ድምፂ ዝሰምዕ ዘሎ ተዓዛቢ ኢኻ እቲ ኣብ ውሽጥኻ ዘሎ ሓሳብ ኣነ እየ ኢልካ ምስ እትቕበሎ ምስቲ ሓሳብ ብሓባር ትሳቐ ኢኻ ግን ሓሳብ ከም ሓደ ደበና ኣብ ሰማይ እናሓለፈ ከሎ ንስኻ ከምቲ ሰማይ ኾንካ ክትዕዘብ ምስ እትጅምር እቲ ሓሳብ ንዓኻ ናይ ምጭናቕ ሓይሉ ክስእን እዩ ካብ ሎሚ ጀሚርካ ሓደ ፈተነ ግበር ሓደ ዘጭንቐካ ሓሳብ ክመጽእ ከሎ እንሆ ኣይምሮ ይጭነቕ ኣሎ ክትብል ክትለምድ ኣለካ ኣነ እጭነቕ ኣለኹ ካብ ምባል ወፂኻ እቲ ሓሳብ ይመፅእ ኣሎ ኢልካ ተዓዛቢ ንምዃን ሞክር እዚ ማለት ካብቲ ኣይምሮኻ ዝምንጩ ጭንቅታት ወይ ከዓ ሓሳባት ዓርስኻ ታርሕቕ ኣለኻ ማለት እዩ። ኣይምሮኻ ጽቡቕ መሳርሒኻ እዩ፣ ግን ክመርሓካ ምስ ዝጅምር ጎይታኻ ይኸውን ኣሎ ማለት እዩ። ካብ ኣይምሮኻ ተፈሊኻ እቲ ኣብ ውሽጥኻ ዘሎ ጸጥታ ክትረክብ ከለኻ ሓቀኛ ሰላም ትረክብ ኣለኻ ማለት እዩ። ንስኻ ካብ ሓሳባትካ ከም እትዓቢ ክትፈልጥ ክትክእል ኢኻ። እዚ እዩ እታ ቀዳመይቲ ምስጢር። ሕዚ ድማ ናብታ ካልእቲ ዓባይ ሚስጥር ከስግረኩም ናብታ ካልእቲ ኣዝያ እትገርም ትምህርቲ ክሕልፈካ ሕዚ ጥራሕ እያ ኣብ ኢድካ ዘለትካ መብዛሕቱ ሰብ ትማል እኮ ከምዚ ኮይኑ እናበለ ይጠዓስ ወይ ድማ ጽባሕ ከምዚ ዶ ክኸውን እዩ እናበለ ይጭነቕ ግን ሓደ ሓቂ ክነግረካ ኣብ ህይወትካ ካብ ሕዚ ወፃኢ ዝኾነ ነገር ኣጋጢሙ ከይፈልጥ ድዩ ዝኾነ ነገር ክመጽእ እንተኾይኑ ኣብ ሕዚ እዩ ዝመጽእ ሕሉፍ ታሪኻ ዝኽሪ ጥራሕ እዩ፣ መጻኢ ድማ ትምኒት ጥራሕ እዩ። እታ እንኮ ሓቀኛን ክትጭብጣ እትኽእል ነገር ተሃለወት ሕዚ እያ። ምስታ ሕዚ ዘላ ቅጽበት ክትቃለስ ከለኻ ምስ ህይወት ትቃለስ ኣለኻ ማለት እዩ። ኤካርቶለ ነዚ ሕዚ ዘሎ ቅጽበት ከም ዓብዪ ዓርካኻ ክትሪኦ ኣለካ እንዳበል እዩ ዝመክር። ኣብዛ ሕዚ ሰዓት ኣብዛ ሰከንድ እዚኣ ዝኾነ ጸገም ኣለካ ድዩ? ጸገም ዝበሃል ነገር ወይ ድማ ናይ ትማሊ ዝኽሪ ወይ ከዓ ናይ ጽባሕ ስግኣት እዩ። ኣብዛ ሕዚ ዘላ ቅጽበት ግን ጸገም የለን ህይወትካ ጥራሕ እያ ዘላ ካብ ሎሚ ጀሚርካ ኣይምሮኻ ናብ ርሑቕ ክኸይድ ከሎ ሕዚ እንታይ ይኸውን ኣሎ ኢልካ ብምሕታት ካብ ዝኸዶ ርሕቐት መልሶ ንእሽተን ንምስትውዓል ሞክር ብዕምቆት እውን ኣስተንፍስ እቲ ሰላም ኣብ ደገ ዘይኮነስ ኣብዛ ሕዚ ዘለኻያ ጸጥታ እያ ዘላ ነዛ ቅጽበት ምስ ተቐበልካያ ኩሉ እቲ ከቢድ ዝነበረ ሸኽሚ ካብ ልዕሌኻ ክወርድ ክስምዐካ እዩ እዚኣ እያ ተኻሊእቲ ትምህርቲ ናብታ ሳልሰይቲ ክሕልፈካ ናብታ ሳልሰይቲ ትምህርቲ ክንሓልፍ ኣካላዊ ስቓይ ወይ ከዓ ዘፔን ቦዲ ኤካርቶለ ኣብ ውሽጢ ነፍሲ ወከፍና ዝተኻዕበተ ናይ ቀደም ቃንዛ ቅርሕንትን ስቓይን ኣሎ ይብለና እዚ ኣካላዊ ስቓይ እዚ ከም ሓደ ህያው ፍጡር ኣብ ውሽጥና ተሓቢኡ ይነብር እቲ ዝገርም ድማ እዚ ስቓይ እዚ ክንሕጎስ ዘይኮነስ ክንሳቐ ጥራሕ እዩ ዝደሊ መብዛሕትኡ ግዘ እዚ ስቃይ እዚ ደቂሱ እዩ ዝፀንሕ። ግን ሓደ ሰብ ገለ ምስ በለካ ወይ ሓደ ነገር ምስ ተጋገኻ ተሲኡ ንኣይምሮኻ ክቆፃፀሮ ይጅምር። ኣብዚ ግዘ እዚ ንስኻ ይኾንካን ትዛረብ ዘለኻ እታ ውሽጥኻ ዘሎ ናይ ቀደም ቃንዛኻ እዩ ክዛረብ ዝጅምር። እዚ ስቃይ እዚ ካብ ሕርቃንካን ካብ ጭንቀትካን እዩ ምግቢ ዝረክብ። እቲ ምስጢር ነዚ ስቃይ እዚ ምጥፋእ ዘይኾነስ እንታይ ምዃኑ ምፍላይ እዩ። ሓደ ግዜ ብርቱዕ ሕርቃን ወይ ከዓ ጽልኢት ክስምዕካ ከሎ ደው በል እሞ እንሆ እቲ ስቃይ ክለዓል ጀመር ኢልካ ክትዕዘቦ ጀመር። ብንቕሓት ክትሪኦ ከለኻ ድማ ንሱ ሓይሊ ይስእ። ከምቲ ጸልማት ብብርሃን ዝጠፍእ እቲ ስቃይ እውን ብንቕሓት እዩ ዝጠፍእ። ካብ ሎሚ ጀሚርካ እቲ ስምዒትካ ንዓኻ ክውንነካ ፈጺምካ ይትፍቀድ። እቲ ስምዒትካ ኣነ ኣይኮንኩን ምባል ጀመር። ከም ተዓዛቢ ክትከውን ከለኻ እታ ውሽጥኻ ዘሎ ሰላም ባዕሉ ክነግስ ክጅምር እዩ። እታ ሳልሰይቲ ትምህርቲ እዚኣ እያ ናብታ ራብዒይቲ ክሕልፈካ። ናብታ ራብዒይቲ ሚስጥር ክንሓልፍ ተማረኽ ብዙሕ ሰብ ተማረክ ክበሃል ከሎ ኢድካ ካብ ተሸነፍ ወይ ከዓ ዝመፀ የምፀልካ ተስፋ ቁረፅ ተባሂሉ ዝተመኸረ ይመስሎም ግን ኣብዛ ጉዳይ እዚኣ ኤክሃርት ቶለ ሓንቲ ምኽሪ ይመኽረና ካብቲ እንሓስቦ ኣዝዩ ተቃራኒ ዝኾነት ምኽሪ ምምራኽ ማለት ነቲ ዘሎ ኩነታት ከም ዘሎ ምቕባል ማለት እዩ መብዛሕቱ ስቃይና ዝመፀ ካብቲ እዚ ነገር እዚ ከጋጥም ኣይነበሮን ስለምንታይ ከም ዝኾነ እናበልና ምስቲ ዘጋጠመ ሓቂ ወይ ከዓ ሪያሊቲ ክንቃለስ ከለና እዩ ምስቲ ሓቂ ክንቃለስ ከለና ኩሉ ግዜ ንስኻ ኢኻ ትሰዓር ምምራኽ ማለት ግን ነቲ ሓቂ ምስ ተቐበልካዮ እታ ውሽጥኻ ዘሎ ናይ ምቅላስ ጭንቀት ይጠፍእ ኣሎ ማለት እዩ። ወዲ ሰብ ኣብ ጭቃ ተሸኺሉ እንተኻልዩ ኣብ ጭቃ ተሸኺለ ኣለኹ ኢሉ ምስ ዝኣምን ምስኡ ክነብር ፈቒዱ ማለት ኣይኮነን። ብኣንጻሩ ነቲ ዘሎ ኩነታት ብንጹር ስለ ዝተቐበሎ ካብኡ ንምውጻእ ዘድሊ ሓይሊ ይረክብ ኣሎ ማለት እዩ። ምስቲ ኩነታት ክትበኣስ ተለኻ ሓይልኻ ተጥፍእ ኣለኻ። ብተቓራኒኡ ምስ እትማረኽ ግን ካብ ጸጥታ ዝመጽእ በሊሕ ውሳነ ክትውስን ትኽእል ኢኻ። ካብ ሎሚ ጀሚርካ ሓደ ዘይጥዑም ነገር ከጋጥመካ ከሎ ቅድሚ ምኹራኻ እንሆ እዚ ኩነታት እዚ ኣጋጢሙሎ ኢልካ ክትቅበሎ ጀምር። ነዛ ሕዚ ዘላ ቅጽበት ኣይትቃለሳ። ሰላም ዝመጽእ ካብቲ ምስ ህይወትካ ዘሎ ኩናት ደው ክትብል ከለኻ እዩ። እዚ እዩ እታ ራብዐይቲ ምስጢር ናብታ መወዳእታን ወሳነይቲ ዝተብሃለት ትምህርቲ ከስግረካ። ናብታ ሓምሸይትን ናይ መወዳእታ ትምህርቲ ክንሓልፍ ነታ ውሽጥኻ ዘሎ ህይወት ንበሮ መብዛሕትኡ ግዜ ኣይምሮና ኣብ ደገ እዩ ዝነብር ብዛዕባ ሰባት ብዛዕባ ጸገም ብዛዕባ ስራሕ እንዳሓሰበ ኤካርቶሎ ግን ናብ ኣካልካ ተመለስ ክብል እዩ ዝመኽረካ እዚ ማለት ግን ነቲ ስጋዊ ኣካልካ ጥራሕ ምርኣይ ማለት ዘይኮነስ ነታ ውሽጥኻ ዘሎ ህይወትን ምንቅስቃስን ኢነርጂኻን ምስማዕ ማለት እዩ ኣይምሮኻ ክጭነቅ ከሎ ወይ ከዓ ሓሳባት ከብዝሕ ከሎ ኣቓልቦኻ ናብ ውሽጣዊ ኣካላትካ ኣምፀዮ። እቲ ኣብ ውሽጢ እእዳውካ፣ እእጋርካን መላእ ኣካላትካን ዘሎ ህይወት ይስምዐካ ዶ? እቲ ንኣካላትካ ዘንቀሳቕሶ ዘሎ ሓይሊ ሕዚ ኣብዛ ቅፅበት እዚኣ እዩ ዘሎ። ኣቓልቦኻ ኣብ ውሽጢ ኣካልካ ምስ ዝኸውን ኣእምሮኻ ደው ይብል እዩ። እቲ ኣብ ውሽጥኻ ዘሎ ህይወት ወይ ከዓ ኢነር ቦዲ ካብቲ ናይ ዓለም ዋጭዋጭታ እተምልጠሉ መዕቆቢኻ እዩ። ኣብ ውሽጢ ኣካላትካ ንቕሓት ምስ እተሰፍሕ ናይ ጭንቀት ቦታ ይተርፎን እዩ እዚ እዩ እቲ ሓቀኛ ምስትንፋስ ማለት ዝኾነ ሰብ ክሓሴካ ወይ ከዓ ኩነታትካ ክቕይር ከሎ ኣብ ውሽጥኻ ዘሎ ፀጥታ እንተ ሒዝካ ብሰላም ክትሓልፎ ኢኻ ካብ ሎሚ ጀሚርካ ኣብ መዓልታዊ ህይወትካ ክትምገብ ከለኻ ክትፅበ ከለኻ ወይ ከዓ ክትዛረብ ከለኻ ቅሩብ ኣቓልቦኻ ኣብ ውሽጢ ኣካላካ ግበሮ እቲ ኣብ ውሽጥኻ ዘሎ ህይወት ኩሉ ግዜ ሕዚ ዝነብር እዩ ንሱ እዩ እቲ ናይ ዘለዓለም ሰላም ዝህበካ። እዚ እዩ እቲ ሓምሸይቲ ምስጢር። እዘን ሓሙሽተ ዘ ፓወር ኦፍ ናው ሒዝካ ተልዓል። ህይወትካ ድማ ካብኡ ንላዕሊ ክልወጥን ክዓቢን ክትርኢ ኢኻ። ሕጉስን ሰላማውን ሰብ እውን ክትከውን ኢኻ። ክቡራት ተኸታተልቲ ዘ ፓወር ኦፍ ናው መጽሓፍ ጥራሕ ኣይኮነትን፣ ናይ ህይወት መምርሒ እያ። ሰላም ኣብ መጻኢ ዘይኮነስ ኣብዛ ሕዚ ዘለኻላ ቅጽበት ጥራሓ ክትረኽባ ትኽእል። ካብ ኣይምሮኻ ወጺኻ ተፈለ። ነዛ ቅጽበት ምስ እትረኽባ ሓቀኛን ነጻነትን ክትረክብ ኢኻ። ካብዚኤን ሓሙሽተ ዓበይቲ ሚስጥራት ንዓኻ ዝያዳ ዓይንኻ ክትከፍት ዝሓገዘትካ ኣየነይቲ እያ? ኣብ ኮሜንት እስኪ ጸሓፈለይ። ነዛ ቪድዮ ላይክ ምግባርካ ድማ ኣገዳሲ ስለ ዝኾነ ላይክ ግበረለይ። ንመብዛሕትኡ ሰባት ወይ ከዓ ንፈተውትኻን ስድራኻን ክትበፅሕ ድማ ክትመሃሩላ ስለ ዝኽእሉ ሼር ግበረሎም። ኣብ ዝቐፅል ቪድዮ ብኻሊእ ዝያዳ ዘምህር መፅሓፍ ክሳዕ ንራኸብ ብብዘለኹሞ ሰላም ክምነየልኩም። ሰብስክራይብ ምግባር ኣይትረስዑ። ደሓን ኩኑ።